ዛንታ ተርማሃዞት ሓምሻይ ክፋል። ካብ ዝሓለፈ ራብዓይ ክፋል ኣርሴማ ብኣራም ክትጠራጠርን ካብኡ ክትርሕቕ'ውን ከም ዝወሰነትን ኣቢናዳብን ዮናስን ዝበሃሉ ዕረፍቲ ወጺኤን፣ እናኸዳ ኣብ መንገዲ ዓጊቶም ከም ዝተላለዩወን፣ ኣራምን ኣርሴማን ኣጋጣሚ ክልቲኦም ኣብ እንዳ ጥሑን ከም ዝተራኸቡ፣ ኣራም ብዝገበሮ ኣመና ከም ዝተጠዓሰን ከምቲ ትሓስቦ ዘላ ከም ዘይኮነ ኣረዲኡ እናዕለሉ ከለዉ'ውን ሓወቦኣ ከም ዝረኣዮም እሞ ቅርብ ብምባል ኣራም ድኻታ? ከም ዝበሎም ኣዚና በጺሕና ኔርና ሓምሻይ ክፋል ሓብርና ንካታተል ኣራም ብስንባዴ ግልጽ ብምባል ሰጋእጋእ እናበለ ኣቦይ ግርማይ ከመይ ደሓን ዶ ዊዒሎም በሎም ኣርሴማ ብስክፍታ ጸጋመይቲ ኢዳ ብየማነይቲ ኢዳ ጸቒጣ ቋራዕራዕ እናበለት ሓወቦይ እንታይ ደኣ ቆልዑ የለውን ድዮም ብስክፍታ ክትቅንጥጥ ተዛሪባ። ኣቶ ግርማይ፣ ዓርሲ ጓለይ ስቕ ኢለ እምበር ኣይኣተዉን ካብ ምህሮ ባዕለይ መጺኤ ኢሎም መለሱላ። ኣራም ኣራም ወደይ እሞ ሓንሳብዶ ክተጽዕነኒ? በሎም። ኣራም ሕራይ ኢሉ ናብኡ ናብቲ ኣድጊ ክፈትሖ ከደ። ኣቶ ግርማይ ብውሽጦም። ናይዞም ቆልዑ ደሓን ድዮም እቲ መንፈሶም ደስ ዘይብለካ ሃየ ደቂ ሎሚ ኢሎም ኣብ መንጎ ሓሳቦም እዙይ ድዩ ናትኩም በሎም ኣራም ጸዓዒኑ ውን ኣፋነዎም ናብ ኣርሴማ ተመሊሱ እውይ እዛ ሰብኣይ ገለ ክትጥርጥር እያ ኣርሴማ ኣይተርፍን ንስኻ ከዓ ከመይ ድኻ ሰንቢድካ። ሪጋኣ ስለ ዝኣኸለ ውን ኣጥሒና ኣሰክዩ ንገዝኣ ኣፋነዋ። ትምህርቲ ተወዲኡ ውን ኣራምን ኣርሴማን ዝነብሩላ ዓዲ ካብ እሞ ሓጀር ብመኪና ናይ ዕስራ ደቓይቕ ርሒቓ ትርከብ ቃጭሩ ትበሃል ዓዲ'ዮም ዝቕመጡ። ሓው ንኣርያም ኣብ ተሰነይ ይቕመጥ ስለ ዝነበረ ከኣ ንስድራ ምእላይ ክሕግዘካ ናባይ ምጻእ ስለ ዝበሎ ስድርኡ ጠርኒፉ ንኽኸይድ ምስ ሓው ተስማዕምዐ። ኣርሴማ ነዚ ሓሳብ ብናሆም'ያ ሰሚዓቶ። ምስቲ ትምህርቲ ምዕጻዉ ከምቲ ድልየቶም ክራኸቡ ኣይከኣሉን። ኣርሴማ ሎሚ ጽባሕ ክነግረኪ እዩ እናበለት ከይተራኸቡ ከም ዝኸደ እያ ሰሚዓ። ንናሆም እውን ረኺባ ሓተተቶ። ናሆም ግን ኣይተራኸብኩምን ድኹም? እንታይ ኮይኑ ደኣ ከይረኸበኪ ከይዱ? እንታይ ተዋሃሂልኩም ድኹም? ተመሊሱ እዩ ሓቲትዋ። ኣርሴማ ዋላ ሓደ ዝተባሃልናዮ የብልናን ግን ናይ ኣራም ጠባይ ኣይርደእንን እንተ ቀሪብክዎ ይርሕቀኒ እንተ ረሓቅክዎ ከኣ ይቀርበኒ እንታይ እዩ ድልየቱ እኮ ምርዳኣ ዊኒ። ናሆም ደሓን ኣር ዝሓፍተይ ሕማቅ ኣይትሕሰቢ ሓደ ሓደ ዝተረፈኒ ንብረት ኣሎ እሞ ይብል ነይሩ ክምለስ እዩ ግን ዝከውን። ምስ መጸ ጽቡቅ ጌርኪ ትሓትዮ። ኣርሴማ እንድዒ ወዲ ብዝኮነ ሰብ ይጽበየኒ ኣሎ ክከይድ ኣቢናዳብ ብማዕዶ ኮይኑ ስለ ዝጸውዓ ተፋኒኣ ተከደት። ኣርሴማ ኣቢ ሰላም ድካ ከመይ ቀኒካ። ኣቢናዳብ ሽችክ እናበለ ክራማት ብምንባሩ ከመይ ቀኒካ ዘይኮነስ ከመይ ከሪምካ እዩ ዝብሃል። በላ ኣርሴማ ንሱስ ሓቅኻ ነዊሕ ኮይኑ ድሕሪ ክላስ ምዕጻዉ ኣይተራኸብናን ናይ ደሓን ድኻኸ ኣቢናዳብ የማን ጸጋም እናጠመተ ሓሳባቱ ምእካቡ ዝኣወዮ ክመስል እንታይ ድዩ መሲሉኪ ኣርሱ ኢሉ ስቕ በለ ኣርሴማ ነገራቱ ሕውስውስ ስለ ዝበላ ኣቢ ደሓን ድኻ እንታይኸ ክትብል ደሊኻ ሓተተቶ። ኣርሲ ሓፍተይ፣ ምስ መሓዛኺ ንእሽተይ ተዃሪና ኣለና። ኣርሴማ ሕጂ'ውን ስለ ዘይበረሀላ፣ ማለት? ተባኢስና? ኣይተረድኣንን። ይቅርታ፣ ኣይነገረትክን ክትከውን ትኽእል እያ፣ ግን ኣነ ይፈትዋ'የ። ሓቲተያ'ውን ሕራይ ኢላትኒ። ሕጂ ግን እንታይ ከም ዝኾነት ጠባያ ቀይራ። ኣርሴማ ብስንባደ፣ እዋእ እንታይ ኢኻ ትብል ዘለኻ? እዚ ኹሉ መዓስ ኣርኪብኩምሉ? ኣርሰ ሓፍተይ፣ ነዊሕ ኣይገበርናን፣ ሕጂ ግን ክተራዳድእና ስለ ዝደለኹ እየ፣ በጃኺ ገለ ግበሪ። ኣርሴማ፣ እዋእ ኔኻ፣ ብዛዕባ እዚ ነገር እዚ ዝፈልጦ የብለይን፣ ግን ጸገም የብሉን፣ ዝከኣለኒ ክፍትን እየ፣ ኢላቶ ንገዝኣ ኣምርሐት። ኣርሴማ መሓዝኣ ማዕረ ክንድዚ ምስጢር ክትሓብኣለይ ትኽእል እያ ኢላ ሓሲባቶ ስለ ዘይትፈልጥ ምእማን ኣጸገማ። ንሳ ትነግራ ዝነበረት ንናሆም ከም ትፈትዎ። ብኸምዚ ከኣ ሕውስውስ ክብላ ጀመረ። ራሄል ድሕሪ ክልተ መዓልቲ ናብ ገዛ እንዳ ኣርሴማ መጸት። ኣብ ጽላል ኦም ኮፍ ኢለን እንዳዕለላ ከለዋ ካብ መሓዝኣ ዝሓብኣቶ ነገር ከቕስና ስለ ዘይከኣለ ንኽትነግራ ወሰነት። ምእንቲ ነጻ ኮይነን ከዕልላ ከኣ ኣርሰይ! ውጽእ ኢልና በዚ በረኻ ገጽና ንፋስ ንወስድ፣ በለታ። ኣርሴማ'ውን ሕራይ ንኺድ፣ በለት። እንዳ ኣርሴማ ገዛ ጫፍ ስለ ዝኾነ ናብቲ ብሓምላይ ቆጽሊ ወቂቡ ዝነበረ ጎደና ኣንፈተን ኣምርሓ። ኩሉ ግዜ ከዕልላ እንተደልየን ወይ'ውን ናጻ ኣብ ዝኾናሉ ከይደን ካብ ኮፍ ዝብላላ ዕሙቕ ዝበለት ኮይና ጽብቕቲ ጽላል ገረብ ዘላታ ቦታ ስለ ዝነበረት እናዕለላ ኣብኣ በጻሓ። ኮፍ ኢለን'ውን ዕላለን ቀጸላ። ራሄል ኣብ መንጎ ሓደ ነገር እንድየ ከዕልለኪ ደልየ በለታ። ግን በጃኺ ብሕማቕ ከይትርድእዮ። ኣርሴማ እውን ምናልባት እቲ ኣቢ ዝበለኒ እዩ ዝኸውን ኢላ ብውሽጣ እናሓሰበት፣ ራሄለይ እንታይ ድኺ ክትብልኒ ደሊኺ? ኣይሓስቦን እየ እንታይ እዩኸ? በለታ። ራሄል፣ ዘይነገርኩኺ ነገር ኣሎ። ዘይመንገርየይ ምኽንያት ከዓ ብሕማቕ ኣይኮነን። ምስ ኣቢ ብዙሕ ግዜ በይንና ንስኻው ዘይብሉ ንራኸብ ነይርና ኢና። ብዙሕ ግዜ እውን ከም ዝፈትወንን ዘፍቅረንን ይነግረኒ ነይሩ። ሓደ መዓልቲ ከይተረድኣኒ ሕራይ ዝብል መልሲ ሂበዮ። ግዳ ሓቂ ይፈትዎ እየ። ገለ ገለ ነገራት ግን ደስ ዘይብለኒ። ብኸምዚ እውን ተዃራሪና ኣለና። ዘይመንገርየይ ምኽንያት ከዓ ኣነ ንናሆም ይፎትዎ'የ ይብለኪ ስለ ዝነበርኩ ንኣቢ ፎትዮዮ እንተይለክስ ኣይትኣምነንን ኢለ ስለ ዝሓሰብኩ'የ። ኣርሴማ ብጉዳይ መሓዝኣ እናተገረመት ከምዚ ክትገብሪ ፈፂመ ኣይተፀበኹኽን ግን ኣውጥፉ ኣይትዛረብ ክፉእ እንድዩ ዝኾነ ነገር ከዓ ተዘራሪብካ ተማኺርካን እንተገይርካዮ እዩ ፅቡቕ። ግን ደሓን ሕጂ እንታይ እዩ መባኣሲኩም ራሄል ዋላ ሓንቲ ቀሊል እዩ እኳ ንገዛና ቀጻሊ እንዳ መጸ እዩ ዝጽውዓኒ ኣነ ከኣ ተሰኪፈ ልዕሊ ኩሉ ባባ ከይሰምዕ ወይ ከይርእየና ኣርስየይ ባባ ትፈልጥዮ ኢኪ እንተሰሚዑ ሓኒቑ ከጥፍኣኒ'ዩ። ኣርሴማ እዚ ጥራይ ተኾይኑ መባኣሲኹም ደሓን። ምርድዳእ'ዩ ፈውሱ። ኣቢ ውን ረኺቡኒ ነይሩ። ራሄል ብስንባደ እም መዓስ? ኣርሴማ ቅድሚ ትማሊ ቅድሚ ክልተ መዓልቲ ማለት'የ። ከም ዝተባኣስኩም ነጊሩኒ። እንተኽኢልኪ ርኸብዮ ንኺድ በሊ። ሞስዩ ተባሃሂለን ተስኣ እንዳኸዳ ኸኣ ራሄል ምስ ኣራም ምስ ኣራምከ ተራኺኩም ዶ ከይዱ ይመስለኒ በለታ ኣርሴማ እንታይ ክንራኸው ደኣ እዚ ስቂሉ ኢዩ በጃኺ ቻው ጥራይ ሰላም ለይቲ ኢላታ ንገዝኣ ከደት ኣራም ድሕሪ ወርሒ ዝተረፎ ንብረት ክወስድ ዓርቢ ናይ ምሸት ንቃጨሮ ተመለሰ ዝነበሮ ንብረት ጠራኒፉ ውን ብናሆም ከይዱ ዳናሆም ከይድ ሓደራ ናሆም ንዓርሴማ ከይረከባ ምካዱ ደስ ስለ ዘይበሎ ሕጂ ከኣ ከይረከብካያ ከይትከይድ በል ጽባሕ ርከባ በሎ ኣራም ውን ሕራይ ሓሲበዮ ኣለኩ ኢሉ መለሰሉ ቀዳም ምሕዳሩ ኦማጀራ ክከይድ ስለ ዝሓሰበ ቅድሚ ምካዱ ንኣርሴማ ክረክባ ኢሉ ንገዝኣ እንዳምርሐ እንዳ ኣርሴማ ከደ። ኣትዩ ጽቡቕ ሰላምታ ድሕሪ ምልጋስ፣ ኣርሴማ የላን ድያ? በሎም። ኣደ ኣርሴማ ከኣ፣ ወይ ኣራም ወደይ፣ ዕዳጋ እንድያ ኦማሓጀር ከይዳ፣ በሎም እሞ፣ ኣራም ኣብ ኦማጀራ ከላ ክረኽባ ኣለኒ ኢሉ ስለ ዝሓሰበ፣ ሕራይ በላ ሰላም ክብል ኢለ እየ፣ ኢሉ እውን ካብቲ ገዛ ወፀ። ዝነበሮ ንብረት ጠርኒፉ እውን ንኣማሓጀር ከይዱ ንብረቱ ሓደ ቦታ ኣቐሚጡ ንኣርሴማ ኣብቲ ሹቕ ዝፀንሑዎ ዝፈልጦም ሰባት እናሓተተ ክደልያ ጀመረ። ሻድሻይ ክፋል ይቕጽል። ሰላም ዝኸርኩም ተኻታተልቲ ዛንታ እተን ክልተ መሓዙት ከመይ ጸኒሕኩም። ዝነበረና ሓምሻይ ክፋል ኣብዙይ ተፈጸመ። ብዝቕጽል ብሻድሻይ ክፋል እስካዕ ንራኸብ ሰሰናዩ ንዓኹም ሰናይ ቅነ። ፍቕሪ ድንግል ማርያም ዝተመልኡ ልቢ